ሰላም ኩቡራትን ኩቡራንን ተኸታተልቲ ቻነልና ከመይ ቀኒኹም ኤርትራ ሃገርና ዳርጋ ካብ ኩላተን ሃገራት ኣፍሪቃ ዝፈልያ ነገር እንተሎ ንምምጻእ ናጽነት ዝኸፈለቶ ዋጋን ንሳላሳ ዓመታት ዘካየደቶ ቃልስን ኣዝዩ ረዚንን ከቢድን ብምንባሩ እዩ። ከም እንፈልጦ ሃገራት ኣፍሪቃ ድሕሪ ካልኣይ ውግእ ዓለም ምብቅዑ ዝበዝሓ ናጽነተን ብትኳቦ እዩ ተዋሂብወን። ኤርትራ ግን እዚ ዕድል እዚ ኣይረኸበቶን። ብሓያላን ሃገራት ናይ ናጽነት ዕድላ ተጓዕጺጹን ተዓማጺጹን በዓል ኣሜሪካ ንበላዒ ሂበናኣ ህዝቢ ኤርትራ ከኣ እቲ ካብ መግዛእቲ ጣልያን ኣብ ካልኣይ ውግእ ዓለም ናጻ ብምምጽኡ ዝተሓጎሶን ናጽነቱ ሃረር ዝበሎን ከም ደበና ብእንግሊዝን ኣሜሪካን በኒንዎም እዞም ክልተ ሓያላን መንግስታት ኣሜሪካን እንግሊዝን ነዚ ለባም ለዋህን ሕያዋይን ህዝቢ ኤርትራ ከም ገንሸል በጊዕ ንዝሓሰመን ብስም ኣሕዋት ንዘጽንትን ወራሪ ስርዓት ኢትዮጵያ ኣሕሊፎም ሂቦሞ። እዞም ተኸታተልቲ ወረርቲ ስርዓታት ኢትዮጵያ ድማ ባሕሪ ኤርትራን መሬት ኤርትራን ንምግባት ንህዝቢ ኤርትራ ብቐትርን ብለይትን ብዝተፈላለየ መገዲ ኣብ ምጽናቱ ተጸሚዶም እዮም። እዚ ከም ርግቢት ለዋህ ምስ ዝትንከፍን ዓቕሉ ምስ ዝውድኦን ግን ንመሬቱ ንምስዋእ ከም ንህቢ ዝነድፍ ህዝብና ንጸሊም ወራር ስርዓታት ኢትዮጵያ ኢዱ ሂቡ ስቕ ኣይበለን። ንሳላሳ ዓመታት ደማዊ ብረታዊ ቃልስን ኣብ ዓለም መወዳድርቲ ዘይብሉ ኣዝዩ ኣህላኽን ከቢድ ሕልኽላኽን መስገደልን ዝነበሮ ብረታዊ ቃልሲ ብምክያድ፣ ንጸላእቱ ወረርቲ ስርዓታት ኢትዮጵያ ኣብ ትሕቲ መሬት ብምድባንን ብድምር ንኣስታት ሚእትን ሓምሳን ሽሕ ዝበጽሕ ሰራዊቶም ብምምራኽን ብድምር ከኣ ንሓደ ሚልዮን ዝገማገሙ ወራሪ ሰራዊቶምን ብምድምሳስ ተኾሊፉ ዝነበረ ናጽነቱ ክመልሶን ክጭብጦን ልኡላውነትን ናጽነትን ኤርትራ ድማ ኣብ ቅድሚ ኩላቶም ዝምልከቶም ኣካላት ውድብ ሕቡራት ሃገራት፣ ውድብ ሓድነት ኣፍሪቃ፣ ሓያላን ሃገራትን ካልኦት ዓለም ለኸ ፍሉጣት ውድባትን ሃገራትን ብወግዕን ብሕጋዊ መገድን ብምርግጋጽ ሰንደቕ ዕላማ ኤርትራ ማለት ባንዴራ ኤርትራ ከም ካልኦት ሃገራት ኣብ ቅድሚ ዓለም ምስ መዛኑኣ ባንዴራታት ዓለም ከም እትስቀል ገይሩ እዩ። እዚ ክገብር እንከሎ ግን ህዝቢ ኤርትራ ከቢድን ረዚንን ዋጋ ከፊሉ እዩ። ንሎሚ ሓንቲ ካብተን ከቢድን ረዚንን ዋጋ ናጽነትን ምውሓስ ልኡላውነትን ዝኸፈለት ስድራ ቤት ኣብ ምምጻእ ናጽነት ሸውዓተ ኣብ ምውሓስ ሃገር ድማ ሓደ ብድምር ሸሞንተ ተጋደልቲ ናይ ዘሰወት ስድራ ዛንታ ከነቕርበልኩም ኢና። እዚ ዛንታ እዚ ተሓቲማ ኣብ ዝወጸት ጋዜጣ ሓዳስ ኤርትራ ካብ ዝሰፈረ'የ ከቕርበልኩም። እታ ኣዘንታዊት ናይዚ ታሪኽን ሓብቲ ናይዞም ሸሞንተ ስዉኣት ዝኾነትን ኣደ፣ ብህይወት እንተላ'ውን ካልእ ግዜ ኣጣይቐ ብልሳና ከዘራርባ ክፍትን'የ። ንሕጂ ግን ኣብቲ ኣብ ክልተ ሽሕን ሓሙሽተን ዓመተ ምህረት ብምኽንያት መዓልቲ ሰማእታት ኤርትራ ካብ ዝበለቶ'ሞ ተጾሚቑ ኣብ ጋዜጣ ካብ ዝተሓትመ ከቕርበልኩም። ኤፍረም ግደ ነዚ ትሕዝቶና ላይክን ሸርን ክትገብርዎ ነቶም ንቻነልና ሓደስቲ ዝኾንኩም ድማ ነዛ ቻነል ሳብስክራይብ ብምግባር ተኸታተልትና ክትኮኑ እላበወኩም ሰናይ ምክትታል። ወይዘሮ ልጋነሽ ሸሞንተ ኣሕዋታ ዝተሰውእዋ ዜጋ፣ ኣሕዋተይ ሃገር ኣምጺኦም እዮም ሓሊፎም፣ መስዋእቶም ድማ ተራ ሞት ኣይኮነን።

ታሪኽ ነፍሲ ወከፍ ኤርትራዊት ስድራ ብግቡእ እንተዝብርበር እናሓደረ ዘደንቕ ዛንታ ጅግንነትን ተወፋይነትን ከም ዝርከቦ ምንም ጥርጥር የልቦን። ኣብ ሓደ ኣጋጣሚ ዝሰማዕናያ ዛንታ ጅግንነት ካብዚ ንላዕሊ የለን ኢልና እናደምደምና ልዕሊኡ ዘደንጹ ታሪኽ ንሰምዕ ኢና። ሰውራ ኤርትራ፣ ካብ ቁንጣሮ ናብ ኣሽሓት፣ ካብ ጽልግልግ ናብ በርሃው ዝበለ ኩነታት ክበጽሕ ምሩጻት ጀጋኑ'ዩ ከፊሉ። እቶም ጀጋኑ ድማ ገለ ሓደ ንወለዶም፣ ገለ መቕልል ዝተኸፍሉ፣ ገለ ከኣ ከም ዘለውዎ ብዝወጽዎ ዘይተመልሱ ኣባላት ሓንቲ ስድራ ክኾኑ ይኽእሉ'ዮም። ኣብ ሓያሎ ስድራቤታት ኤርትራ ሓሙሽተ ተጋዲሎም ሓሙሽቲኦም ዝተሰውኡ ወይ ውን ኣርባዕቲኦም ተጋዲሎም ኣርባዕቲኦም ዝተሰውኡ ንረክብ ኢና። እቲ ቁጽሪ ከኣ ክበዝሕ ወይ ክውሕድ ይኽእል እዩ። ነዚ ዘረጋግጸልና እንተሎ ዛንታ ሸሞንተ ኣሕዋታ ናይ ዝተሰውእዋ ወይዘሮ ኣልጋነሽ ጸጋይ ንከታተል። ወይዘሮ ኣልጋነሽ ጸጋይ፣ ኣብ ክልተ ሽሕን ሓሙሽተን ምዃኑ'ዩ፣ ካብ ኣርባዓታት ሕልፍ ዝበለ ዕድመ ዘለዋ ነባሪት ከተማ ዓዲ-ቐይሕ'ያ። ንሳ ኣብ ግዜ ዝኽሪ ሰማእታት ማለት ዕስራ ሰነ ኣብ ገዝኣ ሸሞንተ ሽምዓ ወሊዓ ከም እትውዕል ብዕላል ምስ ሰማዕና፣ ታሪኽ ጅግንነት ናይቶም ሸሞንተ ሽምዓ እተብርሃሎም ስዉኣት ኤርትራ ከተዕልለና ናብ ገዝኣ ኣምሪሕና ይብል እቲ ጽሑፍ። ኣብታ ብኽራይ እትነብረላ ገዛ ላዕልን ታሕትን ክትብል ከኣ ጸኒሓትና ምስ ደቃ። ከነዕልላ ምስ ጀመርና ቅድሚ ዘረባ ኣዒንታ ንብዓት እዩ ቆጺሩ። ሓው ኣይርከብን'ዩ። ሰብኣይ ደኣለይ ጸቢቐን ተሰሊመን ከምጽኦ ዝኽእል እምበር፣ ሓውኻስ ብገንዘብ ኣይትገዝኦ ብመልክዕ እውን ኣይትረኽቦ። ወድኖ ተረካባይ ኣይኮነን ትብል ወይዘሮ ልጋነሽ። ቀጺላ ወይዘሮ ልጋነሽ ኩነታት ኣሰላልፈኦምን ኣሰዋውኦምን እውን ኣዕሊላትና ኣላ። ንሕና ወላዲና ማለት ኣቦና ጸጋይ ኣባል ፖሊስ ስለ ዝነበረ ኣብ ብዙሕ ከተማታት ኢና ተቐሚጥና። መወዳእታ ግን ዕግርግር ስለ ዝኾነ ንጾሮና ወሪድና። ካብኡ ከኣ ናብ ሰርዐ ዝበሃል ዓዲ ኣዴና ከድና። እዚ ኣብ ሽሕን ትሽዓተ ሚእትን ሰብዓን ሓሙሽተን ዓመተ ምህረት እዩ። ኣብቲ እዋን እቲ ኣነ ወይዘሮ ልጋነሽ እምርዖ፣ ኣሕዋተይ ከኣ በብተራ ንገድሊ ይወጹ ትብል ወይዘሮ ኣልጋነሽ ጸጋይ ሓብቲ ሸሞንተ ስዉኣት። ብመሰረት ሓበሬታ ወይዘሮ ኣልጋነሽ ጸጋይ፣ መጀመርያ ዝተጋደለት ቦኽሪ ገዛ ዝኾነት ህይወት እያ። ንሳ ኣብ ደቀምሓረ ተመርዕያ ሓዳር ገይራ ነይራ እያ። ኣብ ዕለት ዓሰርተ ክልተ ወርሒ ጥቅምቲ ናይ ሽሕን ትሽዓተ ሚእትን ሰብዓን ሸውዓተን ዓመተ ምህረት ድማ ናብ ህዝባዊ ግንባር ተሰሊፋ። ህይወት ክትጋደል እንከላ ወዲ ክልተ ዓመት ህጻን ገዲፋ'ያ ከይዳ። ወዳ ግን ድሕሪኣ ኣይጠዓሞን። ብናፍቖት ሞይቱ። ንሳ ከኣ ጉዳይ ሃገር ዓጢጥዋ ኣንጻር ጸላኢ ትገጥም ነበረት። ተጋዳሊት ህይወት ጸጋይ ኣብ መጥቃዕቲ ዓዲ ቐይሕ ምስ ተሳተፈት ኣብዚ ሓብታ ወይዘሮ ልጋነሽ እትነብረሉ ዘላ ከባቢ ተወጊኣ ምንባራ ብጾታ የዘንትዉ እዮም። ተጋዳሊት ህይወት ኣብ ብርጌድ ሰብዓ ኮይና ምስ ብጾታ ንጸላኢ እናመከተት እንከላ'ያ ድሕሪ ምግዳላ ኣብ ካልኣይ ዓመታ ማለት ኣብ ሽሕን ትሽዓተ ሚእትን ሰብዓን ትሽዓተን ዓመተ ምህረት ኣብ ግንባር ናቕፋ ኣብ ደንደን ተሰዊኣ። ወይዘሮ ልጋነሽ ብዛዕባ ጠባይ ስውእቲ ሓብታ ህይወት ክትገልጽ እንከላ፣ ህይወት በዅሪ ገዛ ከም ምዃና መጠን፣ ንዅላትና ትሕብሕበናን ተፍቅረናን ነበረት። ሽሕ እኳ ዝሕልቲ ትንበር እምበር፣ በላሕ፣ ለዋህ፣ ሕያወይትን ጥዕምትን እያ ዝነበረት። ብዘይካ ኵስቶ ሓወይ ወይ ኵስቶ ሓብተይ ምባል ከኣ ባእሲ ኣይትፈልጦን እያ ትብል ወይዘሮ ኣልጋነሽ። ተጋዳሊት ህይወት መጀመርያ ኣብ ዓዲ ቐይሕ ምስ ተወግኣት ናብ ዓዲ ኹይታያ ክትሕከም ተወሲዳ። ብድሕሪኡ ናብ ዓላ ከይዳ። ካብ ዓላ ድማ ናብ ደንደን። ድሕሪ ህይወት ንሜዳ ዝወጸ ንኣልጋነሽ ምንኣስ ምንኣሳ ሓዋ ፍትው እዩ። ፍትው ጸጋይ ወዲ ዓሰርተ ሸውዓተ ዓመት ይኸውን ነይሩ ክጋደል እንከሎ ብመሰረት ሓበሬታ ወይዘሮ ልጋነሽ፣ ሽዑ ተመርዕዩ ንሜዳ ወጺኡ። ኣብቲ እዋን እቲ ብንእሽተኻ ምምርዓው ልሙድ ስለ ዝነበረ። ኣብ ወርሒ ለካቲት ሽሕን ትሽዓተ ሚእትን ሰማንያን ክልተን ዓመተ ምረት ክጋደል እንከሎ ዝፈትዋ በዓልቲ ቤቱ ገዲፉ ንሃገር እዩ ኣቐዲሙ። ንሱ ኣብ ክፍለ ሰራዊት ተስዓን ሽዱሽተን ኮይኑ እናተጋደለ እንከሎ ብዕለት ዕስራ ወርሒ ሚያዝያ ሽሕን ትሽዓተ ሚእትን ተስዓን ኣብ ሰቡር ሰጊ ከባቢ ጊንዳዕ ተሰዊኡ። ሓደ ወርሒ ድሕሪ ምግዳል ናይ ፍትዊ ሰሎሙን ዝተባህለ ሓዋይ ስዒቡ። ሰሎሙን ጸጋይ ኣብ ወርሒ መጋቢት ሽሕን ትሽዓተ ሚእትን ሰማንያን ክልተን ዓመተ ምህረት እዩ ናብ መሳርዕ ህዝባዊ ግንባር ሓርነት ኤርትራ ተጸንቢሩ። ሰለሙን ውን ክጋደል እንከሎ ወዲ ዓሰርተ ሓሙሽተ ዓመት ለይለይ መንእሰይ ዩ ዝነበረ። ካብ ኣሕዋቱ ከኣ ኣመና ውዑይ ጠባይ ከም ዝነበሮ ኣልጋነሽ ሓብቱ ትዝክሮ'ያ። ንሱ ኣብ ሽሕን ትሽዓተ ሚእትን ተስዓን ዓመተ ምህረት ምሕራር ከተማ ዓዲ ቐይሕ ምስ ብጾቱ ኣባላት ክፍለ ሰራዊት ዓሰርተ ሽዱሽተ ተሳቲፎም ሽዑ ንወላዲቱ ምስ ረኸበ ንኽምርዖ'ያ ለሚናቶ። ኣሃዱኡ ካብቲ ከባቢ ኣጸቢቓ ስለ ዘይረሓቐት ከኣ፣ ኣብ ወርሒ ለካቲት ሽሕን ትሽዓተ ሚእትን ተስዓን ሓደን ዓመተ ምረት ንኽምርዖ ንወላዲቱ ሕራይ በለን። መርዓ ተፈቒዱሉ ድማ ካብ ድፋዕ ንዓዲ ቐይሕ ከይዱ ንኽልተ ሰሙን ድሕሪ ምሕጻን ናብ ብጾቱ እንደገና ተመልሰ። ድሕሪ ቁሩብ መዓልታት'ውን ቅድሚ መጥቃዕቲ ደቀምሓረ ዕረፍቲ ወሲዱ ሓደ ሰሙን ዝኸውን ምስ መርዓቱ ኣሕሊፍዎ ነይሩ'ዩ። መጥቃዕቲ ግንባር ደቀምሓረ ምምጻእ ሙሉእ ሓርነት ኤርትራ ዘረጋገጸን ዘበሰረን ውግእ'ዩ ዝነበረ። ተጋዳላይ ሰለሙን ጸጋይ ከኣ ምምጻእ ናጽነት ክብሰር ሓንቲ መዓልቲ ምስ ተረፈቶ ብዕለት ዕስራን ሰለስተን ግንቦት ሽሕን ትሽዓተ ሚእትን ተስዓን ሓደን ዓመተ ምህረት ኣብ ዓዲ ጎልጎል ብኽብሪ ሓሊፉ። ድሕሪ ተጋዳላይ ሰለሙን ጸጋይ ኣብ ሽሕን ትሽዓተ ሚእትን ሰማንያን ኣርባዕተን ዓመተ ምህረት ወርሒ መስከረም ኣሰር ኣሕዋቱ ዝሰዓበ ስዉእ፣ ዳንኤል ጸጋይ እዩ። ንሱ ምስ ተሰለፈ፣ ድሕሪ ግቡእ ወተሃደራዊ ስልጠና ናብ ክፍለ ሰራዊት ሰማንያን ሓሙሽተን እዩ ተመዲቡ። ምስ ብጾቱ ኮይኑ ጸላእቱ እናቖሽመደ ድማ ብዕለት ዓሰርተ ሽዱሽተ መጋቢት ሽሕን ትሽዓተ ሚእትን ተስዓን ኣብ ደንጎሎ ተሰዊኡ።

ዳንኤል ጸጋይ ክጋደል እንከሎ ኣዝዩ ንእሽቶ'ዩ ነይሩ፣ ኣሰር ኣሕዋቱ ክስዕብ ከም ዘለዎ ግን ደም ናይቲ ገዛ'ዩ ሓቢርዎም። ወላዲኦም ኣባል ፖሊስ ዝነበሩ ኣቶ ጸጋይ ገብረሚካኤል ኣብ ደቅሌፋይ ከባቢ ዓዲቐይሕ'ዩ ትውልዶም። ይኹን እምበር ኣባል ፖሊስ ስለ ዝነበሩ ኣብ ዝተፈላለየ ከተማታት'ዮም ዝሰርሑ ዝነበሩ፣ ደቆም ድማ ክሳብ እቲ ዕግርግር ኮይኑ ናብ ጾሮና ዝወርዱ ኣብ መኣዲ ትምህርቲ'ዮም ዝነበሩ። ኣቶ ጸጋይ ኣብ ከባቢ ዘላንበሳ እናሰርሑ ኣብ ሽሕን ትሽዓተ ሚእትን ሰማንያን ሓደን ዓመተ ምህረት'ዮም ብሓደጋ፣ ብሞት፣ ካብዛ ዓለም ተፈልዮም። ጓሎም ወይዘሮ ልጋነሽ ብዛዕባ ኣቦኣ ክትገልጽ እንከላ፣ ኣቦይ ደቁ ኩሎም ክጋደሉ ምዃኖምን መስዋእቲ ከም ዘሎን ይርዳእ ነይሩ'ዩ ትብል። ወይዘሮ ኣልጋነሽ ጸጋይ ብዘይካ እዞም ኣርባዕተ ዝተሰውኡ ካልኦት ሰለስተ ኣሕዋታ በብዝነበርዎ ዝተጋደሉ ከምዘለዉን ከምእተሰውኡን እያ ሓቢራትና። ንሳቶም ኣቦኣ ከምቲ ዝገለጸቶ ኣብ ዝተፈላለየ ቦታታት ይሰርሑ ብምንባሮም ኣብ ከረንን ደቀምሓረ ዲምበዛንን ወሊዶም ምንባሮምን እቶም ቆልዑ ምስ ጎቦዙኻ ከም እተጋደሉን ትገልጽ። በዓል ተጋደልቲ ስዉኣት ኣሕዋታ ሰሎሞን ከኣ ኣብ ሜዳ ምስቶም ንኣሽቱ ኣሕዋቶም ተራኺቦም ምንባሮም ብደብዳቤ ከም ዝገለጹላ ትጠቅስ እያ። ብድሕሪኡ ንሳቶም እውን ናጽነት ክርእዩ ይበቕዑን ምእንቲ ህዝቦምን ሃገሮምን በጃ ሓሊፎም። ወይዘሮ ልጋነሽ መስዋእቲ ናይዞም ዝጠቐሰቶም ኣርባዕተ ኣሕዋታ ዝገልጽ ናይ ሓርበኝነት ካርድ ክህልዋ እንከሎ፣ ናይቶም ሰለስተ ግን ነዴታቶም ስለ ዝምልከት ንዓታተን እዩ ተዋሂቦም። መስዋእቲ ናይቲ ገዛ በዚ የብቅዐን። ታሪኽ ኣሕዋቱ ክኣኻኽብን ጅግንነቶምን ካልእን ክስንድን ሕድሮም ተረኪቡ ድማ ዑና ኣቡኡ ክሰርሕን መዘከርታ ክገብረሎምን ላዕልን ታሕትን ዝብል ዝነበረ ንእሽቶ ሓዋን ንእሽቶ ናይቲ ገዛን ምትወኪል ጸጋይ ዝተብሃለ ተጋዳላይ እውን ወራር ወያነ ምስ ተኸፍተ ሃገሩ ከድሕን እዩ ተጓይዮም። ኣሰር ኣሕዋቱ ክስዕብ ኣብ ድሮ ናጽነት ዝተጋደለ ምትወኪል ምስ ተጣየሰ ናብ ስደት እዩ ኣምሪሑ ነይሩ። ካብ ስዑድያ ንዓዲ እናተመላለሰ ድማ ቁሩብ ክሰርሕ እውን ጀሚሩ ነይሩ እዩ። ኣብ መንጎ ግን ወራር ወያነ ከም ዝተኸፍተ ፈሊጡ፣ ካብ ዓሰብ ድማ ናብ ሓይልታት ምክልኻል ኤርትራ ተጸንቢሩ። ተጋዳላይ ምትወኪል ኣብ ሽሕን ትሽዓተ ሚእትን ሰብዓን ኣርባዕተን ዓመተ ምረት ኣብ ኡም ሓጀር እዩ ተወሊዱ። ኣብ ሱዳን ድሕሪ ምዕባዩ ከኣ ንሜዳ ወጺኡ። ኣብ ኮር ሚእትን ስሳን ሓደን ኮይኑ ወራር ወያነ እናመከተ ድማ ብ ዕስራን ሰለስተን ለካቲት ሽሕን ትሽዓተ ሚእትን ተስዓን ትሽዓተን ዓመተ ምህረት ኣብ ሸሸቢት ብኽብሪ ነዛ ሃገር ሓሊፍላ። ምእንቲ'ዛ ብኽቡር ዋጋ ዝመጸት ሃገር ኣሰር ጀጋኑ ኣሕዋቱ ስዒቡ። ኣደይ መቕሊ ትኽልኣኒ ዕሲ ድፉን ኣይትግበረኒያ ትብል ነይራ። ናጽነት ኮይኑ ገሊኦም ክመጽዋ እናተጸበየት ግን ሓደ እኳ ኣይተመልሳን። ከም ወላዲት ናፍቖት ነይርዋ እዩ፣ ግን መቕሊ ኣይረኸበትን። ድሕሪ ምንጋር መስዋእቶም ከኣ ብዙሕ ኣይጸንሐትን። ኣደይ ኣብ ሻድሻይ ወርሓ ዓሪፋ ትብል ወይዘሮ ኣልጋነሽ ጸጋይ። ወይዘሮ ኣልጋነሽ በዓል ቤታ እውን ከም እተጋደለን ሰንኪሉ ከም ዝኣተወን እያ እትገልጽ። ብዘይካ'ዞም ዝተሰውኡ ኣሕዋታ ድማ ሕሳስ ልደ ገዛ ዝዀነት ሓብትን ሓደ በዓል ሓዳር ዝዀነ ሓውን ከም ዘለዉዋ ትሕብር እያ። ንመስዋእቲ ኣሕዋታ ብዝምልከት ከኣ ከምዚ ትብል ወይዘሮ ኣልጋነሽ። ከም ሰብ መስዋእቶም ኣዝዩ እስመዓኒ እዩ። ንሶም ዝሕጎስሉ እናመሰለኒ እውን ክንዲ ወለደይ ብምዃን ኣብ ዓድን ኣብ ዓዲ ቐይሕን ፍትሓት እገብረሎም እየ። ወትሩ ዕስራ ሰነ መጸት ድማ ሸሞንተ ሽምዓ ወሊዐ እዝክሮም። መስዋእቶም እስመዓኒ እዩ። እቲ ኣውራ ዝስመዓኒ ከኣ ኩሎም ሓድጊ ከይገደፉ ብምሕላፎም እዩ። ልክዕ እዩ መስዋእቲ መሪር እዩ ሕጂ እንግደዐይ ቆሪሩ እዩ ዘሎ ንመስዋእቶም ኣየቅልሎን እየ ግን ከኣ ንሳቶም ስለ ዝተሰውኡ እያ እዛ ሃገር መጺኣ ዘላ ብመስዋእቶም ድማ እንሆ ሃገር ደው ኢላ ትቅጽል ኣላ ትብል ኣስዒባ ወይዘሮ ልጋነሽ መስዋእቲ ኣሕዋተይ ምስ ተነግረና ከምዚ ሕጂ ደው ኢለ ዝከይድ ይመስለኒ ኣይነበረን ሳላ መስዋእቶም ካብ ወረርትን ባዕዳውያንን ስለ ዝተገላገልና ግን ሕብንቲ'የ ትብል ወይዘሮ ኣልጋነሽ። ሓብቲ ሸሞንተ ስዉኣት ዝኾነት ወይዘሮ ኣልጋነሽ ጸጋይ፣ መጀመርያ ኣብ ጀርዲን እናሰርሐት'ያ ደቃ ተዕቢ ዝነበረት። ብመሰረት ኣብ ክልተ ሽሕን ሓሙሽተን ዓመተ ምህረት ተሓቲማ ዝወጸት ጽሕፍቲ፣ ድሕሪ ሳልሳይ ወራር ወያነ ግን ካብ ዓዳዊ ባንክ ገንዘብ ተለቂሓ ንእሽተይ ድኳን ከፊታ ትሰርሕ ነይራ። ካብታ ድኳን እትረኽቦ እቶት ድማ ንመናበይን መዕበይን ደቃን ካልእን እናሸፈነት ናብራኣ ትመርሕ ነበረት። ኣብቲ እዋን እቲ ኣብ ክልተ ሽሕን ሓሙሽተን ዓመተ ምህረት ኣባል ባይቶ ዞባ ደቡብ ዝነበረ መምህር በረቐ ገብረስላሴ ብዛዕባ ወይዘሮ ኣልጋነሽ ጸጋይ ክገልጽ እንከሎ፣ ህዝቢ ኤርትራ እዞም ጀጋኑ እዚኣቶም እንተ ዘይስዉ ራህዋ ኣይምረኸበን። እዚ ሕጂ እነስተማቕሮ ዘለና ፍረ ናጽነት ከኣ ኣይምተረኽበን። ወይዘሮ ልጋነሽ ኣሕዋታ ሸሞንቲኦም እዮም ተሰዊኦም። ንጽንዓታ ድማ ኣዝየ እየ ዘድንቖ። መስዋእቲ ኣሕዋተይ የሕብነኒ እዩ፣ ንሳቶም እንተ ዘይስውኡ ንሕና ኣይምሃለናን እናበለት ንኻልኦት ከተጸናንዕ እንከላኻ ኣዝየ ዘድንቓ ይብል እቲ ኣባል ባይቶ ዞባ ደቡብ መምህር በረቐ ገብረስላሴ። ሓብቲ ሸሞንተ ስውኣት ዝኾነት ወይዘሮ ኣልጋነሽ ጸጋይ ጽንዓታ ዝድነቕ እዩ፣ ደቃ ንምዕባይ እትገብሮ ዘላ ጻዕሪ እውን ዝነኣድ እዩ ይብል እቲ ጽሑፍ። ኣብ መወዳእታ እቲ ጽሑፍ ስለዚ ኣጆኹ ምባልን ምትብባዕን ንባዕሉ ሕድሪ ጀጋኑ ኣሕዋታ ምፍጻም እዩ እሞ ንወይዘሮ ልጋነሽ ንኹሎም ኣሕዋታን ኣሓታን ደቅን ወለድን ጀጋኑ ሰማእታትካ ኣጆኹም ንበሎ ብምባል

ክቡራትን ክቡራንን፣ እዚ ገለ ካብቲ ኣብ ሰነዳትና ሰፊሩ ዘሎ ኤርትራ ሃገርና ማዕረ ክንደይ ረዚንን ክቡርን ዋጋ ከም እተኸፍላ ዘርኢ እዩ። ናይዛ ስድራ ደቂ ሓደ ሰብኣይ ዝኾኑ ሸሞንተ ኣሕዋት በጃዛ ሓላል መሬት ሓሊፎም። ኣብ ብዙሕ ከባቢታት ናይ ሃገርና ድማ ኣብ ምምጻእ ናጽነት ይኹን ምውሓስ ልኡላውነት ካብ ብዙሓት ስድራቤታት፣ ሓደ፣ ክልተ፣ ሰለስተን ልዕሊኡን ዝተሰውእወን ስድራቤታት ኤርትራ ኣለዋ። እንኮ ዝወለደት፣ ኣብ ምምጻእ ናጽነት ይኹን ምኽባር ልኡላውነት በጃ ሃገር ዘወፈየት ስድራ ኣቦን ኣደን እውን ኣለዉ እዮም። ነዚ ድማ ኢና ወትሩ ክንድቅስ ክንትስእን ብዛዕባ ሃገርና ኣብ ዝለዓል ጉዳያት፣ ክንዝክሮ ዘሎና ሕድሪ ሰማእታትና ንሃገር ኣብ እዋን ጸበባኣን ሽግራን ሓንቲ ኩባያ ማይ ዘየቐበሉላ ኤርትራውያን ኢና በሃልቲ ዋላ ውን ብቑጽሪ ኣዝዮም ቁንጣሮ ይኹኑ ብዛዕባ ሃገረ ኤርትራን ሰማእታታን ኩነታት መኸተኣን ብኣሉታ ከልዕሉዋ እንከለዉ ኣብ ዝሃለና ንሃሉ ሃገራውያን ኤርትራውያን ነዞም ከዳዓት ብዝተፈላለየ መገዲ ክንምክቶም እዩ ዝግበኣና። ኣድላይ እንተኾይኑ እውን ከም ተመን ዕዳጋ ርእሲ ርእሶም ምቕጥቃጦም። ብታሪኽና፣ ስውኣትናን ልኡላውነት ሃገርናን ሻላማላ ስለዘየለ። ክቡራትን ክቡራንን ተኸታተልትና፣ ባሕርናን መሬትናን ንዝብህጉን ክወሩና ንዝሓስቡን ንዝደልዩን ጸላእትና ዕድል ኣይንሃቦም። ብኹሉ መዳይ ክንምክቶም ጥራሕ እዩ ዘለና። ኣብ ውሽጢ ዘለና ንኹን ኣብ ደገ፣ ንጸላእትና ባዕላትና ከምቲ ወትሩ እንገብሮ ተጠሚርና ክንምክቶም ጥራሕ እዩ ምርጫና፣ ኣብ ዝኾነ ዓውዲ። ኣብ ማሕበራዊ ሚድያ ይኹን ኣብ ዲፕሎማሲ፣ ኣብ ቁጠባ ይኹን ኣብ ማሕበራዊ ሂወት ብሃገር ጸወታ የለን። እዚ ወድሓንኩም። ሰሰናዩ ንኹላትና ኤርትራውያን። ድሓን ቀንዩ። ዓወት ንሓፋሽ።